ሻሎም ሻሎም ሻሎም ሰላም ሰላም ሰላም ከመይ ከመይ ኣለኹም ከመይ ሓደ እዩ በቃ ብጣዕሚ መሪርዎ ኣብ ስራሕ ሓዲሩ ሙሉ ለይቲ ኣብ ስራሕ ሓዲሩ ምርር ኢልዎ ኣነ ብሰንኪ እዚ መንግስቲ እዚ ስደት መፅየ ኣብ ስደት ከዓ ኣነ ትንፋሰይ ክሓልፍ ለይቲ ምድሪ ስራሕ ክሰርሕ ኢሉ እዛ ፈይስቡኩ ክፍት ኣቢሉ ላይፍ እትው ኢሉ ኣብ ፈይስቡክ ግትር ኢሉ ተበራበር ተበራበር ህዝቢ ኤርትራ ተበራበር ተበራበር ተበራበር ህዝቢ ኤርትራ ተበራበር ጥራይ ዝብል ካልኣ ይወሰኸላን ግትር ኢሉ ጥራይ ተበራበር ተበራበር ህዝቢ ኤርትራ ተበራበር በሉ ካብኡ እቶም ቤተሰቡ ቤተሰቡ ዝኹም ሰባት እቶም ናቱ ፍሬንድስ ክከታተልዎ ጀሚሮም ብድሕርዚ ሓደ ቤተሰቡ ቴሌፎን ትብለሉ ብካርዲኡ ደዊሉሉ ማለት እዩ ካብኡ ተወዲ ተበራበር ተበራበር ህዝቢ ኤርትራ ሓንሳብ እሞ ሓንሳብ ክቡራት ኣሕዋት ቴሌፎን ድውለኒ ኣሎ ቴሌፎን ረኺበ ክመጽእ እየ ኢሉ ወጺ ማለት እዩ ሞባይሉ ሒዙ ብድሕርዚ እቲ ቴሌፎን ዝደወለሉ ቤተሰቡ እንታይ ኢልዎ ዋእ እስኻ ፌስቡክ ላይፍ ኣቲኻስ ተበራበር ህዝቢ ኤርትራ ትብላ ኣለኻ ፖለቲካ ትዛረብ ኣለኻ ግደፍ ግደፍ ሓለንጊ ሰውራ ነዋሕ እያ እ ሓለንጊ ሰውራ ሓለንጊ ህግደፍ ነዋሕ እያ ክተራኻኽበልካ እያ ግደፍ እብሎ ኣሎ ወይ ወዲ ፈሪሑ ማለት እዩ ፈሪሑ ኣብዛ ላይፍ ምፅ ኢሉ እዛ ፌስቡክ ግትር ኢሉ ክቡራት ኣሕዋት ቴሌፎን ተደዊልን ፀኒሑ ተበራበር ተበራበር ተበራበር ተበራበር ተበራበር ህዝቢ ኤርትራ ተበራበር! ብንግሁኡ ተሲእኻ ክትቆርስ ኣለካ። ቆሪስካ ናብ ስራሕኻ ክትከይድ ኣለካ። ስራሕ ዘይብልካ ከኣ ናብ ትምህርቲ ክትከይድ ኣለካ ኢሉ እዛ ዘረባ ጥውይ ኣቢሉዋ መጸ። ኢሉ እዛ ዘረባ ጥውይውይ ኣቢሉዋ ማለት እዩ። ብዝኾነ እንታይ እየ ክብለኩም ደልየ ብዙሓት ስነጥበባውያን ኣለዉ ብፍላይ ኣብዚ ሕጂ ግዜ ማለት እዩ ብዙሓት ደረፍቲ ኮኑ ተዋሰእቲ ኮኑ ኣብቲ እሶም ዝሰርሕዎ ድራማ ድዩ ወይ ኣብቲ እሶም ዝሰርሕዎ ደርፊ እዚ ደርፊሲ ከምዚ ንጹር ዘይኮነ ጌሮም ይሰድዎ ንኣብነት በቲኦም ክጽልኡ ኣይደልዩን ብደለይቲ ፍትሒ ከኣ ክጽልኡ ኣይደልዩን ከምዚ ብደለይቲ ፍትሕን ብደገፍቲ ህግደፍን ክፍተዉ ደልዩ ብኹሉ ክፍተዉ ደልዩ ሽዑ እቲ ዝሰርሕዎ ደርፊ ኣይናብቲ ኣይናብቲ ኖርማል ጌሮም ይሰድዎ ማለት እዩ ድሕሩ እቲ ምሽክናይ ህዝቢ ከምዚ ከማና ከኣ ቧእ ክስቶ ንህግደፍ ደይገደፈሉ ንህግደፍ ሕቁ እንድዩ ሲሒርዎ ቧዕ እዛ ከምዚኣ ዝበላ እኮ ንከምዚኣ ኢዩ ሓሲብዋ እዛ ከምዚኣ ዝበላ እኮ ንከምዚኣ ኢዩ ሓሲብዋ ዳበልና ባዕልና ትርጉም ንህቦ ማለት ኢዩ ስለዚ ኣነ እንታይ ክብለኩም ደልየ ክቡራት ኣሕዋት እቲ ክዛረብ ዝደሊ እቲ ክቃወም ዝደሊ ሰብ እቲ ኣካይዳ መንግስቲ ኤርትራ ሓማቅ ኣሎ ዝብል ሰብ ተገቲሩ ኣብቲ ግጥሙ ጺሑፉ ክደርፍ ኣለዎ ክዛረብ ኣለዎ እምበር ልክዕ ከምዚ ኣብ ውሽጢ ኤርትራ ከም ዘሎ ከኣ ከምቲ ቀደም ኣብ ግዜ ደርጊ ዝገብርዎ ነበሩ ንደርጊ ፈሪሖም ነምሓሩ ፈሪሖም ፖለቲካ ኮሎ ግን ብፍቅራዊ ዝዝርግሕዎ ነበሩ ኣብዚ ሕጂ ግዜ ኣብ ስደት መጺኦም ኣይ ናብቲ ኣይ ናብቲ ሳክት ውሽጠዘ ንብሎ ኔርና ቀደም ገጣሚ ኮለና ውሽጠዘ ከምዚ ሕቡእ መልእክቲ ማለት እዩ ዝዝርግሑ ስነጥበባውያንሲ ክነተባብዖም ዘይኮና ዘለናስ እቲ ሓቂ ነጊርና ሓቂ ክዛረቡ ክንነግሮም ኣለና እምበር ሓደ ደራፊ ሳክት ጣዕ ጣዕ ኣቢሉ የውጽኣ እሞ ቧእ እቶም ሓደ ደለይቲ ፍትሒ ቧእ ንህግደፍ ሕቖኦም ሴርዎም ትብል እታ ደጋፊት ህግደፍ ከኣ ቧእ ንተቓወምቲ ትገበሮም ትብል ስለዝስ ከምዚ ንዓና ዘድልየና ዘሎ ግትር ኢሉ እቲ ሓቂ ዝገልጽ ንመንግስቲ ዓገብ ዝብል ንህዝቢ ኣጆኻ ዝብል ግልጽ ኢሉ እምበር እዚ ከምዚ ፍርቂ ፍርቂ ቃላት እንዳገበረ ሕቡእ መልእኽቲ እንዳገበረሲ እዚኣስ ንግበሮሞ ኣይነጽብቆ ኢያ እሞ እቲ ስነጥበባዊ ድላዩ ይግበር እዞም ተዓዘብቲ ግን ክንጥንቀቕ ኣለና ክብል ኢለ ንመን ነተባብዕ ንመን ኣጆኻ ንብልስ ክንፈልጥ ኣለና ክብል ኢለ ኢየ ብኻልእ ትሕዝቶ ከኣ ክመጸኩም ኢየ የቐንየለይ።